እዚ ሓወልቲ እዙይ ኣብ ከባቢ እንዳ ንግስተ ሳባ ይርከብ። ኣብ ጉዲት ስቴሌፊልድ እንዳተባሃለ ዝፍለጥ ልዕሊ ሓሙሽተ ሚእቲ ዝኾኑ ኣናእሽቲ ሓወልቲ ፍርቆም ወዲቖም ፍርቆም ድማ ጠጠው ኢሎም ይርከቡ ኣብዚ ከባቢ እዚ እዚ ሓወልቲ እዚ ከባቢ ስሳ ቶን ይኸውን፣ ቁመቱ ድማ ሓሙሽተ ሜትሮ እዩ። ኣርኪኦሎጂስት መጽናዕቲ ከም ዝገበርዎ ወይ ከዓ ከም ዝሕብርዎ ከም ትርእይዎ ዘለኹም እዚ ሓወልቲ እዚ ወዲቑን ተሰይሩን ይርከብ። እቶም ኣርኪኦሎጂስት ከም ዘረጋገጽዎ መሰረቱ ናይቲ ሓወልቲ ብጣዕሚ ሓፂር ስለዝነበረ በቲ ዘመን ዝወደቐሉ ግዜ ማለት እዩ ብመሬት ምንቅጥቃጥ ከም ዝወደቐ ይሕብሩ። ሓድሓደ ተመራመርትን ትራቭለርስ ድማ እዚ ሓወልቲ እዚ ብዘመነ ጉዲት ዮዲት እዩ ወዲቑ ወይ ከዓ ፈሪሱ ይብሉ። ምክንያቱ ጉዲት ዮዲት ናብ ኣክሱምን ከባቢኣን ክትመፅእ ተላ ብዙሓት ገዛውቲ፣ ቤተ መንግስቲ፣ ህንፃታት፣ ሓወልትታት እያ ኣፍሪሳ። ስለዚ ብዮኒት ጉዲት እዩ ፈሪሱ ዝብሉ ኣለው። ኣነ ግን ምስቶም ብመሬት ምንቅጥቃጥ እዩ ወዲቑ ዝብሉ ክስማዕማዕ እየ። ከስማዕምዕ ንዝኸኣለ ድማ ምክንያቱ ናይቲ መሰረት ናይቲ ሓወልቲ ብጣዕሚ ኣዝዩ ንእሽተይ ስለ ዝነበረ እቲ ፋውንዴሽን ስትሮንግ ስለ ዘይነበረ በቲ ዘመን ንሱ ድማ ብዙሓት ናይ መሬት ምንቅጥቃጣት የጋጥሙ ስለ ዝነበሩ ብተደጋጋሚ ካብ ክርስቶስ ልደት ቅድሚ ክርስቶት ጀሚሩ ክሳብ ታሽዓይ ክፍለ ዘመን ንተደጋጋሚ ኣብ ትግራይን ከባቢኣን ዝተፈላለዩ ናይ መሬት ምንቅጥቃጥ የጋጥሙ ስለ ዝነበሩ ብፍላይ ከዓ ከም ዓድና ትግራይና ዓፋር ናብ ኢስት ኣፍሪካን ሪፍት ቫሊ ቀረባ ስለ ዝኾነ እቲ ናይ መሬት ናይ ላዕለዋይ ኣካል ክረስት ክንቀሳቀስ ተሎ እቲ ፓዝል ብሓይሊ ይጋጠም እሞ እቲ ከውሒ ይላተም እሞ እቲ ናይ መሬት ምንቅጥቃጥ የጋጥም ልክዕ ከምቲ ናይ ትማሊ ኣብ መላእ ናይ ትግራይን ከባቢ ዓፋርን ዘጋጠመና ናይ መሬት ምንቅጥቃጥ እቲ ዋና ምኽንያት እቲ ኸባቢ ናብ ናይ ሪፍት ባሊ ቀረባ ስለ ዝኾነ ኣብቲ ናይ ሪፍት ባሊ ድማ እቲ ናይ ምንቅስቃስ ናይ መሬት ወይ ከዓ ምንቅጥቃጥ ስለ ዘጋጥም እዩ። ስለዚ ከም ሳይንስትስ ከም ዝሓበርዎ ትማሊ ዘጋጠመና ናይ መሬት ምንቅጥቃጥ እቲ ረንጂ ካብ ሓምሽተ ክሳብ ሽዱሽተ ረንጅ ወይ ከዓ ሬክተር ስለ ዘጋጠመና ኣብ ቀፃላይ ናይ መሬት ምንቅጥቃጥ እንተጋጢሙ እኳ ካብኡ ዝቐነሰ ከም ዝኸውን እዩ በዚ ኣጋጣሚ እቶም ተመራመርቲ ወይ ከዓ ሳይንቲስት ዝተዛረቡ ስለዚ ናይ መሬት ምንቅጥቃጥ ወይ ከዓ ኤርዝኩክ ከጋጥም ይኽእል እዩ፣ ግን ካብቲ ናይ ትማሊ ፍኹስ ዝበለ ከም ዝኸውን ሳይንስትስ ኣብቲ መጽናዕቶም ኣረጋጊጾም እዮም። ስለዚ እቲ ናይ መሬት ምንቅጥቃጥ ዝነበረ ምዃኑ በዚ ኣጋጣሚ ከርድኦኩም ስለ ዝፈቱ እየ። ነቲ ናይ ህዝቢ ዝኾነ ሚድያ ቤተ ዛዮን ሳብስክራይብ ብምግባር ተሓባበሩ፣ ደግፉ፣ ነቲ ራእይ ደግፉ። ንናይ ሎማዓንቲ ዝነበረና ገለፃ ኣብዚ ክነብቅዕ እሞ ኣብ ቀፃላይ ብካሊእ ክሳብ ንራኸብ የቐንየለይ ክብረት ይሃበለይ ቻው ቻው